ኦርቶዶክሳዊት ተዋህዶ ቤተ ክርስቲያን ትግራይ እውን ኣይትቕበሎን እያ ክብሉ ሊቀ ጳጳስ ሓቢሮም ኣብ ክልል ትግራይ ዝንቀሳቐሱ ፖለቲካዊ ውድባት ኣብ ምምስራት ግዝያዊ መንግስቲ ክልል ትግራይ ከምዘይኣምኑ ገሊፆም። እቶም ፖለቲካዊ ውድባት ኣብ ዝሃብዎ ሓበሬታ፣ ኣብ ክልል ትግራይ ዝምስረት ግዝያዊ ክልላዊ መንግስቲ ኣብቲ ኮሚተ እምነት የብልናን፣ ዝኾነ ርክብ ከምዘይብሎም እውን ገሊፆም። ኣባል ኮሚተ ሰልፊ ዓራግ ትግራይ ኣቶ ካሕሳይ ዘጊየ፣ ኩሎም ፖለቲካዊ ውድባት ዝሓቘፋ ክኾና እንከለዋ፣ ሕጂ ዝስራሕ ዘሎ ስራሕ ንዓና ዘየጠቓልል፣ ነቶም ዝተመርፁ ትሽዓተ ሰባት ኣይንቕበሎምን'ና ክብል ገሊፁ። ሓደ ሓላፊ ርክብ ህዝቢ ሰልፊ ብሄረ ትግራይ ዶክተር ደጀነ እቲ ኮሚቴ ኣብ ሓሳባት ህወሓት ይሰርሕ ከም ዘሎ ገሊጹ። ሓላፊ ርክብ ህዝብን መንግስትን ሳልሳይ ህወሓት ትግራይ ኣቶ ክንፈ ሓድሽ ብወገኖም እቲ ዝተመስረተ ኮሚተ ሕጋዊ መሰረት ከም ዘይብሉ እውን ገሊጹ። ካብዚ ሓሊፉ ንኹሉ ዝሓቆፈ ስለ ዘይኮነ ንዓኣቶም ይኹን ንህዝቢ ዝኾነ ለውጢ ዘየምጽእ መስርሕ ክንሳተፍ ከም ዘይንደሊ እውን ገሊጾም። ብመሰረት ኣቶ ክንፈ እቶም ዝተመርጹ ትሽዓተ ሰባት ብህዝባዊ ደሞክርሳዊ ሰልፊ ትግራይ ህወሓት ዝተመርጹ እምበር ብምሁራት ዝተወከሉ ሓደ ሰብ ኣይነበረን ክብል እውን ገሊጹ። ሕጂ ኣብ ናይ ሓሶት ውድባት ክንሳተፍ ክገብሩና ይጽዕሩ ከም ዘለዉ ንሕና ድማ ኣይንገብርን በቲ መንገዲ ክንሳተፍ ይደልዩ ኣለዉ ወሲኹ ድማ እቲ ዝስራሕ ዘሎ ስራሕ ንዓናን ንህዝብናን ጽቡቕ ስለ ዘይኮነ ኣይንሳተፍና ክብል ገሊጹ ኣቦ መንበርቲ ኮሚቴ ሌተናል ጀነራል ታደሰ ትማሊ ኣብ ዝሃቦ መግለፂ ኣብ ክልል ትግራይ ግዝያዊ ክልላዊ መንግስቲ ንምቋም ኮሚቴ ተመሪፁ ከም ዘሎ እቶም ጀነራል ነቲ ኮሚቴ ትሽዓተ ኣባላት ከም ዘለውዎ እውን ገሊፆም። ማሕበረሰብ ዓለም ካብ ኣፍሪቃ ምዝንባል ከቋርፅ ኣለዎ ኣፍሪቃዊት ትካል መፅናዕቲ ፀጥታ ስቪላዊ ግጭት ፖለቲካዊ ዘይምርግጋእ፣ ለውጢ ክሊማ፣ ውሕስነት መግብን ንኣፍሪቃ ቅድሚ ሕጂ ተራእዩ ዘይፈልጥ ደረጃ ስደት ምዝንባል ኣቃሊዕዋ ክብል ገሊጹ። ኣብ ግንቦት ክልተ ሽሕን ዕስራን ክልተን ኣብ ኣፍሪቃ ቁጽሪ ውሽጣዊ ተመዛበልቲ፣ IDPs፣ ልዕሊ ሓደ ሚልዮን ከም ዝበጽሐ ሓቢሩ። ዋጋታት ንብረት፣ ኣቑሑት ማሕበራዊ ቁጠባን ጽልዋ ኮቪት ዓሰርተ ትሽዓተ፣ ምውሳኽ ዋጋ ጸዓትን፣ ዓለማዊ ጽልዋ ናይቲ ኣብ ዩክሬን ዝካየድ ዘሎ ኣዕናዊ ኲናት ኣብ ኣፍሪቃ ኩነታት ኣጋይደዎ ኣሎ ክብል ሓቢሩ። ብመሰረት መረዳእታ ሃገራዊ ኮሚሽን ስደተኛታት ኣብ 2020 ሓደራ ኣብ ትሕቲ ሰሃራ ኣፍሪቃ ቁፅሪ ስደተኛታት ውሽጣዊ ተመዛበልቲ 38.3 ሚልዮን ኮይኑ ድሕሪ ሓደ ዓመት ድማ ልዕሊ 44 ሚልዮን ከም ዝበፅሐ ተሓቢሩ ኣብ ምብራቕ ኣፍሪቃ ኢትዮጵያ ሓዊሱ ኣብ ቀርኒ ኣፍሪቃ ውሽጢ 40 ዓመታት ዘጋጠመ ሲቪላዊ ግጭት ዝኸፍአ ድርቂ ኣብ ምምዝባል ዜጋታት ልዑል ተራ ከም ዝተጻወተ ትካል መጽናዕቲ ጸጥታ ሲቪላዊ ግጭት ሓቢሩ። እቲ ኣብ መንጎ ሩስያን ዩክሬን ዝካየድ ዘሎ ኲናት ሓያሎ ሃገራት ብምስሓብ ኣብ ኣፍሪቃ ዘሎ ቅልውላው ክርሳዕ ከም ዝገበረ ጸብጻብ ሕቡራት ሃገራት ኣመልኪቱ። ስግኣት ድርቂ ኣፍሪቃ ኣብ ኢትዮጵያ፣ ኬንያ፣ ሶማልያ ንተኸታታሊ ዓመት ብሰንኪ ሕጽረት ዝናብ ዘስዓቦ ድርቂ ልዕሊ ሓደ ሚልዮን ጥሪት ክጠፍኡ እንከለዉ ብኣንጻሩ ድማ ኣብ ዶብ ሱዳን ለውጢ ክሊማ ዕልቕልቕ ኣስዒቡ፣ ልዕሊ ክልተ ሚልዮን ሰባት ካብ መንበሪኦም ከም ዝተመዛበሉ ኣፍሊጡ። ወዲ 31 ዓመት ጋናዊ ተጻዋታይ ኩዕሶ እግሪ ክርስትያን ኣቱስ ድሕርቲ ኣብ ዝሓለፈ ሰሙን ዘጋጠመ ሰፊሕ ምንቅጥቃጥ ምድሪ ኣብ ደቡብ ቱርኪ ኣብ ትሕቲ ፍርስራስ ናይቲ ዝነብረሉ ህንጻ ሞይቱ ከም ዝተረኽበ ቱርካዊት ወኪሉን ክለቡን ሎሚ ቀዳም ሓቢራ። እዚ ዝሓለፈ ዓመት ናብ ቱርካዊት ክለብ ሃታይ ስፖር ዝተጸንበረ ተጻዋታይ ፕሪምየር ሊግ ነበር እቲ ብሽዱሽተ ለካቲት ዘጋጠመ ምንቅጥቃጥ ምድሪ ንደቡብ ቱርክን ሰሜን ምዕራብ ሶርያን ኣብ ዝዕነወሉ እዋን ኣትሒዙ ድሃይ ከይተረኽቦ ከም ጸንሐ ተሓቢሩ ኣቱስ ቅድሚ ምንቅጥቃጥ ምድሪ ንሰዓታት ካብ ደቡብ ቱርኪ ብነፋሪት ክወጽእ መደብ ተታሒዙ እኳ እንተነበረ ኣሰልጣኒ ሃታይ ስፖርት ግን እዚ ጋናዊ ብሓሙሽተ ለካቲት ኣብ ዘካየዶ ጸወታ ሱፐር ሊግ ዓወት ሸቶ ድሕሪ ምምዝጋቡ ምስታ ክለብ ክጸንሕ ከም ዝመረጸ ብዓርቢ ገሊጹ። ኣቱስ ኣብ ዝሓለፈ ወርሒ መስከረም ምስ ክለባት ፕሪምየር ሊግ እንግሊዝ ኤቨርተን፣ ቸልሲን ኒውካስል ዩናይትድን ድሕሪ ምጽንሑ ናብ ሃታይ ስፖርት ተጸንቢሩ። ኣቱስ ድሕሪ ሓደ መዓልቲ ካብቲ ምንቅጥቃጥ ምድሪ ከም ዝደሓነ ዝገልጹ ናይ መጀመርያ ጸብጻባት እኳ እንተነበሩ፣ እዚኦም ግን ሓሶት ከም ዝኾኑ ተገሊጹ።